ሰሙን ከም ይቐንዩ የሱስ ጎይታ እዩ የሱስ ጎይታ እዩ የሱስ ጎይታ እዩ ንዘለኣለም ኣብዚ ክሳዕ ክሳዕ እንታይ ዘለኣለም ኣብላ ባራ ስለዚ ንሕና ከዓ ብፍታው የሱስ ክርስቶስ እግዚኣብሔር ደቁ ገይሩ ስለ ዝተቐበለና ንሕና ከዓ እንታይ ኣምለኩም ማንም ክርድኦ ዘይክእል ተስፋ ማንም ክበጽሖ ዘይክእል ተስፋ ኣለና ጴጥሮስ ከምኡ ይብሉ ኣይኮነን ብዙሓት ኢሉ ክርእይዎ ተመንዮም እዮም ዋላ መላእክቲ እኳ ከምዚ ኢሎም ቁልሕ ኢሎም ክርእይዎ ዘይክእሉ ተስፋ ተዳልዩልና ኣሎ ስለዚ እግዚኣብሔር ኣምላኽ ንመስግኖ ንሕና ደቂ እቲ ዘላለማዊ ኣምላኽ ኢና እሞ ክብሪ ንኣምላኽ ይኹን ጎይታ ይባረኽ ሎም መዓልቲ ናይ ፓስተር ይስቅ ነይሩ ዝመፅእ እዚኣ ከገልግለና ግን ኣጋጣሚ ብምክንያት ገለ ናይ ጥዕና ጉድለት ንሱ ናይ መጠን ኣሎ ኣነም ዘይትኸውን ኮይና እኒኣ እምበር ካብ እኮ ናይ ፀላኹ ነይረ ግን እግዚኣብሔር ግና ክረድኣና እዩ ያ ምክንያቱ እቲ ፀዋዕና ኣምላኽ እዚ ገል ነገር ከሃብ ኣይገድፈናን እዩ ጎይታ ይባረኽ እታ ኣርስቲ ትምህርተይ ሎም እንታይ ትብል ማሕበር እዮ ኣምላኽ እንታይ እያ ቅድስቲ እያ ትብል ኣርስቲ እያ ማሕበር እዮ ኣምላኽ ቅድስቲ እያ ብቀዳማይ ዝሓለፈ ግዜ ብጌጋ ዝመሃርክዎ ትምህርትታት ወይ ካብ ተዛረብክዎ ዘረባታት ኣሎ ኢለ ተዛሪቢ ነይረ ሓንቲ ካብአን ሎም መዓልቲ ከዛረበላ ዘለሃኒ ኣርስቲ እያ ቁፅሪ የብሉን ኣለኩም እንጂ ብዙሕ እናተጋጊና ግን ሓንቲ ሎሚ ከዓ ክዕርያ ዘለሃኒ ማለት እዩ ንስኹም ክትርድዋ ዘለሃኩም ክብል መፅሓፍ ቅዱስ ኣላ ኣብ ቀዳመ መልእክቲ ጴጥሮስ ሶሪ ቀዳመ ጴጥሮስ ቀዳመ መልእክቲ ጳውሎስ ሳልሳይ ምዕራፍ ብምልሳታ ምዕራፍ እንተነንብባ ብጣዕሚ ደስ ምበለኒ ግን ግዜ ስለ ዘይብልና ጥራሕ ሕልፍ ሕልፍ ኢልና ክንተናኸፋ ኢና እግዚኣብሔር ተፈቒዱ ከዋሉ ግዜ ከዓ ኣብቲ ግዜ ተረኸበሉ ክርስቲያን ገብርና ማለት እዩ እግዚኣብሔር ኣምላኽና ህዝብኻ ረድኤትካ ፅበሎ ረድኤትካ እግዚኣብሔር ኣምላኽ መወዳእታ ብሉን እሞ ክትረድኣና ንጽሊ ኣለና ገለ ነገር ንዓኻ ንኣምላኽ ነኽብረሉ ህይወት ኮንና ብጽንዓት ንመላለሰሉ ገለ ሒዝና ክንከይድ ረድኣና ክብሪ ኩሉ ንዓኻ ይኹን ብየሱስ ስም ኣሜን ቤት መቅደስ ማለት እንታይ ማለት እዩ ዝብል ሕቶ ኣሎ ቤት መቅደስ መቸስ ፍሉጥ እዩ ኩላትኩም ትፈልጦ ቤት መቅደስ እንታይ እዩ ኣማለክቲ ዝነብርዎ ኦኬ እ፣ ኣማልክ ዝነብሮ ማለት ሰባት እንጨይቲ ጸሪቦም እንድዮም እ፣ ሀ- እ፣ ክሳይ እንታይ እንታይ ሽሙ ዝ- ድን- እምኒ ጸሪቦም እንድዮም ገለሲ የቐምጦም እሞ ኣብ ኣማልክቲ ኾኑ ኣይኮነን ስለዚ እቲ ንሳቶም ዝነብርሉ ቦታ እንታይ ይበሃል ቤት መቐደስ ይበሃል እ፣ እቶም ኣብ ብሉይ ኪዳን እውን ቤት መቅደስ ዝበሃል ኣሎ እንታይ ኣበይ ንሱ- እንታይ- እንታይ እሱ እቲ እግዚኣብሔር ዝነብረሉ ዝነበረ ወይ እግዚኣብሔር ዝነብረሉ ዘይኮነስ እግዚኣብሔር ዝራኸበሉ ቦታ ጌጋ ትምህርቲ ጌጋ ዘረባ እግዚኣብሔር ምስ ህዝቡ እንታይ ዝገብር ዝራኸበሉ ዝነበረ ቦታ እግዚኣብሔር ኣብ ኩሉ ዘሎ ኣምላኽ መንፈስ እዩ ኣብ ሓደ ቦታ ተወሰነ ኣምላኽ ኣይኮነ እዚ ደስ የብለኩም ኣብ ዘለኹም ቦታ እዚ ዘለኹም ቦታ እግዚኣብሔር ኣሎ ምሳኹም ወይ ይባረኽ ዘይውዳእ ኣምላኽ እዩ ኣይውዳእን እዩ። እቲ ናይ ዓለም ኣማልኽቲ ግና ኣብ ሓደ ቦታ እዮም ተወሲኖም። ሰባት ይጸርብዎም፣ ኢሳያስ ይብሉ ኣሎ ተሰኪሞም ምኸዱ ነቲ ዕንጨይቲ ቆሪጾምሲ እንታይ ገብሮ ኢሉ ገሊኡ የምልኽዎ ፍርቁ ሓዊ የንድድዎ ኣገ ክኸዱ ከለኻ ሰኪሞም ይኸዱ ኣምላኽና ግና ንሱ ከም ኣምላኽ እዩ እምበር ንሱ ከም ኣምላኽ ኣይኮነን። ኣብ ኩሉ ዝነብር ኣምላኽ እዩ። ስለዚ እቲ ቤት መቕደስ ዝብል ቃል ከየጋግየና። ሎሚ ካብኡ ክንወጽእ ኢና። ካብ ካብዛ ኣተሓሳስባ ወጺእና እግዚኣብሄር ብቕደም ሰ- ብ- ብቕድሚ ቤት እግዚኣብ- ቤት መቕደስ እግዚኣብሄር መን ምዃኑ ክንዘራረብ ኢና ማለት እዩ። እ፣ እንታይ ኢሉ ኣሎ? እ፣ እግዚኣብሄር ከምዚ ይብል፣ ሰማይ ዝፋነይ፣ ምድሪ ኸዓ መርገፅ እግረይ እያ፣ መርገፅ እግረይ እያ፣ እቲ ንስኻትኩም ትሰርሑለይ ቤት ደኣ ከመይ እዩ ዝበለ እዩ፣ እቲ ኣነ ዝዓርፈሉ ስፍራኸ ከመይ ዝበለ እዩ ይብል እግዚኣብሄር። ኢሳያስ እዩ ከምኡ ኢሉ ስሳን ሽድስተን ቁፅሪ ሓደ ሕጂ እሳቶም እንታይ ኢሎም መቸስ ሰብ ብዝገበሩ ነገር ዝመካሕ ንሕና እኳ ብዛዕባ ዓመናት ንመካሕ ኢና ሓቀ ኣማኒ ቤተክርስትያን ዘለዋ ህንፃ ኢልና ንመካሕ ሓቀ ትርኢ ደለኹ ንፋሕ ኣለኹ ማለት ኣፅብቅ ንፋሕ ዘለኹ ምእንታን ክትርእይዎ ዘለና ሓንፃ ንካልኦት ክንነገር ከልና ገ ኣምላኽ ግና ንሕና እንተዘየለና ኣብዚ ይነብረን እዩ ኣሜን ዶ ኣብዚ ንሕና እንተዘየለና ኣምላኽ ኣብዚ ኣይነብርን እዩ ስትረንጅ ዝኾነ ዘረባ ዘረባኩም ከሉ ንገሊኹም ካብቲ ሃይማኖታዊ ልምድታት ከውፃኩም እዩ ዝቃለስ ዘለኹ ኣብዚያ ቦታ እዚኣ እግዚኣብሔር ዝህሉ መን ስለ ዘሎ እዩ ንሕና ስለ ዘለና እዩ ስለዚ ንሳትኩምስ መን ኢኹም ኢሉ እግዚኣብሄር ኢሳያስ ክዛረብ ከሎ እንታይ ዝኾነ ኣብ ሰማይ መሬትካ መርገጽ ዝኾነ ኣምላኽ ሲ ኣበይ ናይ ቦታውን ቦታ ዝሰርሑለይ ኢሉ ሓቲቱ ኣሎ እግዚኣብሄር ግብረ ሃዋርያት 17 14 ካን ከዓ ጳውሎስ ንሰብ ተሰሎንቅ ሶሪ ንሰብ ሰባቴንስ ክዛረብ እንከሎ እንታይ ኣሎ እቲ ዓለም እቲ ዓለምን ኣብኣ ዘሎን ዝገበረ ኣምላኽ ንሱ ጌታ ሰማይ ምድርን እዩ እሞ ብኢድ ኣብ ተሓንፀት ትህነፅ እተሓንፀት መቅደስ ኣይሓድርን እዩ እንታይ ኢሉ እግዚኣብሄር እንታይ ኢልዎ እንታይ ኢልዎ ጌታ ሰማይን ምድርን እዩ እሞ ብኢድ ሰብ ኣብ ተሓንፀ ቤት መቅደስስ እንታይ ይገብርን እዩ ኣይነብርን እዩ ኢልዎ ስለዚ እግዚኣብሄር ኣምላኽና ኣብ ገዛ ኣይነብርን እዩ እንደገና እዚኣ ካስመረላ ፅቡቅ እያ ንስኹም እንተዘየለኹም እግዚኣብሔር ኣብዚ የለን ተረዳድና ኣልና በዚኣ ፅቡቅ ስለዚ ምህላኩም ኣገዳሲ ማለት እዩ ትእዛዝካ እዩ ኪዳንካ እዩ ኣብ ማእኸልኩም ተገብሬሉ እግዚኣብሔር ከውን እየ ንሳትኩም ምስ ተሓብሩ ክልተው ስለ ዝኾንኩም ብሓደ ምስ ትኮኑ ተገብሬሉ እግዚኣብሔር ኣነ ከዓ ማእኸልኩም ከውን እየ እዚ እንታይ ቃል ኪዳን እዩ ኣይኮነን ስለዚ ምህላውና ብሓደ ምእካብና ኣገዳሲ ጉዳይ ማለት እዩ ኣብቲ ኮይነ ደሓን ሰምዓ ኣለኹ ኣብቲ ኮይነ ሰምዓ ኣለኹ ኣይሰርሕን እዩ ኣይሰርሕን እዩ ብሓደ ሓቢርና ንእግዚኣብሔር ኣምላኽና ድምፅና ክነቕርበሉ ከለና እግዚኣብሔር እንታይ ይገብር ብመንፈሱ ገይሩ እንታይ ይገብር ስርሑ ይሰርሕ ድንቅን ተኣምራትን ከዓ ክኸውን ኣብ ማእኸልና ኣምላኽ ባረኽ ክነምልኽ ከለና ኣምላኽ እዚያ ኣምልኾና እንዲ ሓፃር እንዳኾነት እምበሪ ክነምልኽ ከለና ኣጋንንቲ እንታይ ክገብሩ ክውጭጭ ይጅምሩ ሕማማትና ክፈውሱ ይጅምሩ ኣምላኽ ባረኽ መዓስ ሓቢርና ክንምልኾ ኣለና እዚ እዚ እቲ ሓሳብ ኣምላኽ እታ ማሕበር ሕዮ ኣምላኽ ብተምሳልነት ወይ ከዓ ሜታፎሪካሊ ኣብ መፅሓፍ ቅዱስና ብተፈላለየ መንገዲ እንታይ ኮይና ኣላ ተገሊፃ ኣላ ኣብዛ ምዕራብ እዚኣ እኳ ብሰለስተ መንገዲ ተገሊፃ ኣላ ብጣዕሚ ብብዙሕ መንገዲ ዝሓለፈ ግዜ ብዛዕባ ፍረ ዘርኢ ተዛሪበ ኣለኹ ፍርኣድሪ ትመስል እዚ ትመስል እዚ ትመስል እንዳበለ ነታ መንግስቲ ኣምላኽ ወይ ካንኻ ነቲ መጓሰ ኣምላኽ እንታይ ገይሩ ኣሎ ገሊጹ ኣሎ ኣብዚያ ምዕራፍ እዚኣ ሰለስተ ተምሳሌታት ተዘሪቡ ኣሎ እቲ ቀዳማይ ካብ ቁጥሪ ሓሙሽተ ክሳዕ ትሽዓተ ዘሎ ካብ ቁጥሪ ሰለስተ ሶሪ ምዕራፍ ሰለስተ ቁጥሪ ሓሙሽተ ክሳዕ ትሽዓተ ዘሎ እንታይ ኢልዎ ኣሎ ከም ሓንቲ ተኽሊ ዝተከለላ ግራት ወይ ካንኻ ንፉዓት ሰባት ተኸሊ ዝተኽሉላ ግራት ትመስል ገይሩ ቀሪብዋ ኣሎ። ጳውሎስ እንታይ ይብሎ? ኣነ ተኸልኩ፣ ኣጵሎስ ከኣ ኣስተየ። ዝኹስኩሱ ከኣ ከድልዩ እዮም ግድን ማለት እዩ። ኣብቲ ሓደ ምናልባት ጴጥሮስ ነይሩ ዝኹስኩስ። ኣብቲ ቀዳማይ ምዕራፍ ተራሪኹሞ ጴጥሮስ መን እዩ? ጳውሎስ መን እዩ? ዩ ኣጵሎስ ከ መን እዩ? ኢሉ ዛሪቡ ኣሎ ሰለስተ ሰባት እዮም ስለዚ ምውስኳስካ ከድሊ እዩ ምፅህያይ ከድሊ እዩ ዕድመ ብዙሕ ስራሕ ኣሎ ማለት እዩ ስለዚ ከም ግራት ተመሲላ ኣላ ካብ ዓሰርተ ክሳዕ ዓሰርተ ሓሙሽተ ከዓ ብምንታይ ተመሲላ ኣላ ብሓንቲ ትህነፅ ዘላ ህንፃ ተመሲላ ኣላ ትህነፅ ዘላ ህንፃ ተመሲላ ኣላ ስለዚ ቤተክርስትያን ኣብ ብዙሕ እንተረእኻ ከም መርዓ ተመሲላ ኣላ ብዝተፈላለየ መንገዲ ተመሲላ ኣላ ዘላ ቤተክርስትያን እዚኣ ቤተክርስትያን እዚያስ እንታይ እያ ኣፅንዕዎ ኢኹም ኣራይ ተገርም ነገር እያ ኣገዳሲ ጉዳይ ማለት እዩ ሎሚ መዓልቲ ክንዘራረብ ድለ ዘሎ ቀንዲ ሓሳብ ግን ቁፅሪ 16 17 እዩ ንብዙሕ ዘመን ኣነ ኣነ ጥራሕ ዘይኮንኩ ብዙሓት ክዛረበሉ ሰምዓኹዎ ጌጋ ኣዘራረብ ኣለዉ እቲ ጌጋ እንታይ እዩ ንስኻስ እንታይ ኢኻ ቤት መቅደስ ቤት መቅደስ ኣምላኽ ኢኻ ብዝብል ነገር ሓቀ ኣምላኽ ከዓ እንታይ ገብር እዩ ነዚ ቤት መቅደስ እንተ ኣበላሽኻዮ እንታይ ገብረካዮ ከማሰነካ እዩ ዝብል ክሳይ ተማሂርና ኣለና ኣይኮነን ከምኡ እና ተማሂርና ኩሉ ግዜ እወ ሎሚ ግን ካብዚኣ ቁርብ ከውፃእኩም እየ እንተመክተብልኩምኒ ብዛዕባ ኩላ እታ ህዝቢ ብዛዕባ እታ ቤተክርስትያን ብዛዕባ ቤተክርስትያን እዩ ዝዛረብ ዘሎ እምበር ብዛዕባ ሓደ ግለሰብ ኣይኮነ ዝዛረብ ዘሎ ኦኬ ደጋጊምኩም ኣጽንዕዎ ኣጸቢቕኩም ተረድእዎ ሎሚ ዝብል ዘሎ መጽሓፍ ቅዱስና ብዛዕባ ኣጆኹም ናብኹም ኣይቀረብን እዩ ራክኤል ክዛረብ ብዛዕባ ሓደ ሰብ ወይ ግለ ሰብ ኣይኮነን ዝዛረብ ዘሎ እንተ ኮለክቲቭሊ ብድምር ብዛዕባ ኩላህና እዩ ዝዛረብ ዘሎ እታ ቤት መቐደስ ኣምላኽ ዝበሃል ዘላ ኩላህና ብሕረት ኢና እምበር ብዛዕባ ሓደ ሰብ ነዛ ቤት መቕደስ እዚኣ እዚኣ እንተ ማሰንካ እዩ ዝብል ዘሎ ቃል ኣምላኽ ስለዚ ብዛዕባ ኢና ክንዘራርብ ኣለኹም ምሳይ ካብ ዝነበረኩም ቴዎሎጂ ደውፃኩም ኣለኹ ንገለገሌኹም ደውፃኩም ደለኹ ኦረዲ ተከራኺርና ምስ ሰበይተይ ተከራኺርና ኣለና ምስ ካልእ እውን ሓደ ተከራኺርና ኣለና ከመይ ገይሩ ዳ እዮም ምክንያቱ መብዝሕቱ ኮላ እቶም ሰበኽቲ ካልኦትን ብከምኡ ክሰብኩ ስለ ዝሰማዕኹ እየ ነዛ ሕብረት ነታ ናይ እግዚኣብሔር ኤክለስያ ትበሃል እታ ማሕበር ሕያው ኣምላኽ ንዓ ዘማስን ዘበለ እግዚኣብሔር እንታይ ገብሮ እዩ ዝብለና ዘሎ ከማስኖ እዩ ይብለና ኣሎ ከቢድ ቃል እዩ ማሕበር ሕያው ኣምላኽ ክብርቲ እያ ማሕበር ሕያው ኣምላኽ ዋና ኣለዋ ማሕበር ሕዮ ኣምላኽ ነቲ ዋናኣ ከም መርዓት ዓይኑ ከምዚ እንታይ ዝበሃል ከም ብሌን ዓይኒ እንታይ ዝበሃል ድሞ ጸሊም ዓይኒ ብሌን ዓይኒ ከምኡ እያ ስለዚ ብዛዕባኣ ገለ ትገብር ወይለኻ ወይለኺ ከማይ ዝብል ዘሎ ጳውሎስ እዚ ስለ ዘይተረድኣና ኣብ ማእኸልና ዕግርግርን ህውከትን ዝመፅእ እዚ ስለ ዘይተረድኣና ኣብ ማእኸልና ምስሓባትን ኣነባ ኣነባ ዝመፅእ ስጋ ብኢየሱስ ክርስቶስም ሎሚ ይመለኽ ኣነነት ዘሸግረና ኩሉ ግዜ እንተ እንታይ እንተልኩምኒ እዛ ማሕበር እዮ ኣምላኽ እንታይ ምዃና ስለ ዘይንፈልጣ ጥራሕ ኣብዛ ማሕበር እዚኣ ኢዱ ዝዝርግሕ ዘበለ ነዛ ማሕበር እዚኣ ክብትና ዝደሊ ነዛ ማሕበር እዚኣ ከፍርሳ ዝደሊ ዘበለ ኩሉ እንታይ ከውን እዩ እግዚኣብሄር እንታይ ገብሮ እዩ ከማስኖ እዩ እብለና ኣሎ ቃል ኣምላኽ ስለዚ ኣታ ትሰምዕ ትክክል ጌርካ ሰምዕ ንምንታይ ማሕበር እዮ ኣምላኽ እንታ ክብርቲ እያ ዋናኻ ስለ ዘለዋ ዋናኻ ስቕ ኢሉ ኣይርእን እዩ ተዓጋሳ እዩ ትዕግስተኛ እዩ ግና ተኸፍለ ዋጋ ኣሎ ማለት እዩ ብዛዕባኡ እዩ ዝዛረብ ዘሎ ኣነ ከኣ ኣረ ካብለካ ኣለኹ ንስኻ ጴጥሮስ ኢኻ ንሐወሬ ከኣ ኣብዛ ከውሒ እዚኣ ክሓንፀ እየ ደገታ ሲኦል ድማ ኣሕይልዋን እዮም ኢሉ ጎይታ ማቴዎስ 16 18 ስለዚ እዛ ማሕበር እዚኣ መን እዩ ዝሃንፃ መን እዩ ዋና መንፈስ ቅዱስ እግዚኣብሔር ባዕሉ እዩ ስለዚ እቲ ቤት መቐደስ ዝብል ቃል እወ ብርግፅ ኣብ ሻድሻይ ምዕራፍ ኣብ መፅሓፍ እዚ ኣብ መልእክቲ እዚ ኣብ ሻድሻይ ምዕራፍ ንሕና ብግሊ እውን ቤት መቕደስ ተባሂልና ኣለና ኣቲ ቤት መቕደስ ግን እንታይ ኢልዎ ኣሎ መሕደሪ መን ኢልዎ ኣሎ መሕደሪ መን ይኹምልና መንፈስ ቅዱስ እዩ ኢሉና ኣሎ ኣምላኽ ባራ ጴጥሮስን ህያዋን ኣማን ኢሉና ኣሎ ስለዚ ናይ ኢንዲቪጅዋል ናይ ነፍሲ ወከፍና ኣሎ ህይወት ኣሎ ምሕደር መንፈስ ቅዱስ ኮይና ክንመላለስ ነገር ግን እዚኣ ጥቕሲ እዚኣ ግና ብዛዕባ ምንታይ ኣዛረብ ዘላ ብዛዕባ ማሕበረት ብዛዕባ ህይወ ኣምላኽ እያ ስለምንታይ እቲ ኮንተክስት ክንሪኦ ከለና ካብ ላዕሊ ጀሚርና ክንሪኦ ከለና ካብ መጀመርያ ጀሚርና ክንሪኦ ከለና እንታይ እዩ እቲ ሓሳባት እዛ ማሕበር እዚኣ ምቕልቅል ዝበለት ማሕበር እያ ኣትሊት እንተወሓደ ኣብ ክንዲ ተመቒላ ኣብ ክንዲ እያ ተመቒላ ኣብ ኣርባዕተ ድያ ተመቒላ ገሊኦም ናይ መን እዮም ናይ ኣጵሎስ ገሊኦም ናይ ኬፋ ገሊኦም ናይ ጳውሎስ ገሊኦም ከዓ ናይ ክርስቶስ እዮም ሓቀይ እዚ ንጳውሎስ ተገይሩ ሕሚምዎ ብጣዕሚ ሕሚምዎ ሁ ኣር ዩ ይብላ ኣሎ መን ኢኹም ንስኻትኩም መን ኢኹም ንስኻትኩም ሎሚ ሎሚ ኣነ ብገዛይ ገዛኻ ንፅበኣስ ኣለና ገዛይ ገዛኻ ንበኣስ ኣለና ኣምላኽ ግና ክፈርድ ይሓድ መዓልቲ መን ኢኻ ንስኻ መን ኢኸ ጳውሎስ መን እዩ ከዓ ኣጵሎስ ይብል ኣሎ ክንዲ ምንታይ የንፀርፅር ከም ዘሎስ ይረኣየኒ ጳውሎስ ክንዲ ምንታይ ሓሪቑ ከም ዘሎ ክንታይ ሓዚኑ ከም ዘሎስ ይረኣየኒ ንምንታይ ኣብታ ማሕበርታይ ስለ ዝኣተወ ሻራ ስለ ዝኣተወ ክስቶስ ካብ ክስቶ ይበልፅ ዓይነት ውድድር ስለ ዝኣተወ ኣይገርመኩምን ኣብቲ ካልእ ክፍሊ ድማ ኣነ ኣይትፍረዱኒ ኢሎም ጳውሎስ ኣይትፍረዱኒ ኢሎም ኣው ኣይትፍረዱኒ ምክንያቱ ዝፈርደኒ ኣሎ እቲ ዝፈርደኒ ከዓ ቅኑዕ ፈራዲ ኢልዎ ኣነ እኳ ባዕለ ገዛ ርእሰይ ክፈርድ ኣይክእልን ኢሉ ዛሪቡ ኣሎ ንሕና ግን ኣብዚ ኮይና ንኩሉ ሰብ ንፈርዶ ኢና ኣምላኽ ቅረበን ብፍላይ እዞም ኣብዚ ንወፅእ ኩላና ፍርዲ ኣለና ኣምላኽ ኣምሓረና ጳውሎስ ግና እንታይ ኢሉ ኣነ ንገዛ ኣርሰ እኳ ክፈርዳ ኣይክእልን እየ ንስኻትኩም ክትፈርዱን ትኽእሉ ኢኹም ንዓይ ምክንያቱ ኣይትፈልጡን ኢኹም ኣነ እኳ ባዕለ ንገዛ ኣርሰይ ኣይፈልጣን ኢሉ ኣሎ ክንዲ ምንታይ ኣብ ውሽጡ ምንጽርጻር ከም ዘሎ ኢኻ ትሪኦ ምክንያቱ ማሕበር ጴጥሮስ ማሕበር ኣጵሎስ ማሕበር ጳውሎስ ማሕበር ክርስቶስ ኣገዳሲ እዚ ኣድላይ ኣይኮነን ኣነሰሰሪ ዝኾነ ሕማም እዚ ኸ እንታይ እዩ ሻራ እዩ ሻራ እዩ ሻራ ኸዓ መሳርሒ ስልጣን እዩ መፍረሲ እዩ ነዚ እዩ መን እዩ ጳውሎስ መን እዩ ኣጵሎስ መን እዩ ኬፋ ክርስቶስ ግና ናትኩም ኢሎም ኣሎ ሓደ ስለዚ እዚ ብፍላይ ዘለናዮ ዘመን ዓሚ ዝገርመካ ኣደኖ ዓሚ እንታይ እያ ዝበለተኒ ሓንቲ ሓብቲ ሓደ ግዜ ቀደም እዩ ዝከረኒ ካብ ኢትዮጵያ ዝመፀት እያ ስንታይ ኢልያስ ዘይክልክልዎም ኣብቲ ቤተክርስትያን ዝጠይቅሳት እናገበርት ሰም ዘይክልክልዎም ኢለ ሓጅት እያ እንታይ ትብለኒ ኦ እንተኸልኪልካዮም ናቶም ከይዶም ከፍቶ ካልእ ኢልሃኒ ጌጋ እንተበልካዮም ሲ ከይዶም ከፍቱ ናቶም ክቐልል ሓቀ ኩሉ ሰብ ከይበግተ ኣብዚኣ ዘለና ኣረኖ ሓምሳ እንተሊና ሓምሳና ኮይንና በክርስቲያን ክሰርሕ ክንጅምር ንኽእል ኣምላኽ ግና ዝርኢ ኣምላኽ እዩ ያ ኮል ብሓደ እዩ ክርእየና እግዚኣብሔር ዘሊ ኣብ ጃፓን ዘላ ቤተክርስትያን ትኹን ኣብ ራሻ ትሃሉ ኣብ ኣሜሪካ ኣብ ኤርትራ ትሃሉ ኣብ ኩሉ ትሃሉ መሰረታ መን እዩ ኣምላኽ ባረኽ መኣዝና መኣዝን ንመኣዝን ከመን እዩ ስለዚ መሰረታ ክርስቶስ ካብ ኮነ ኣብ ዝኾነ ዓለም ተሃሉ መሰረታ ክርስቶስ እዩ ሓደ መሰረታ መለክዕያ ከመን እዩ ክርስቶስ እዩ እቲ መኣዝን እንታይ ዝግበር ንረእቲ ኣለኹም ኣብዚ ትነድቁ ኣለኹም ነዳቕ ኣለዶ ያ መጀመርያ እንተኻ ተቐምጥ እምኒ መኣዝን ኢኻ ተቐምጥ ኩርናዕ ኣይኮነን ኣብቲ ሓደኻ ተቐምጥ ኣብቲ ሓደኻ ተቐምጥ ሽዑ ገመድ ገምቲርካ እንታይ ትገብር ገንቦ እንዳለካዕኻ ከንታ ሽም ትገብር ካብዝን ካብዝን መለክዒ ክወፅእ ኣይከለኒ መሰረት ዝኾ መኒ ክርስቶስ እያ ዘይናወፅ ኣምላኽ እዩ ኣምላኽ ባረኽ ስለዚ ካብ ዝተሰረተ መሰረት ላዕሊ ካልእ ክስርቱ ኣይትኽእሉን ኢኹም ኢሉ ጳውሎስ ካብዚ መሰረት እዚ ወፃኢ ካልእ መሰረት ክትምስርቱ ኣይከኣለኩምን እዩ ኣይከኣለኩምን እዩ ፔሬድ ጉዳይ ቤተ ክርስቲያን ፀወታ ቆልዑት ኣይኮነ ገዛይ ገዛኻ ኣይኮነን ጉዳይ ቤተ ክርስቲያን ጉዳይ ኣምላኽ እዩ ነፍሲ ወከፍናኻ ፀብፃብ ክንህብ ኢና ሓቐናና እንታይ እዩ ድሌትና እንታይ እዩ ነፍሲ ወከፍና እንታይ ገብር ኢና ጸብጻብ ክንህብ ኢና ብዛዕባ መቅደስ ክዛረብ ከሎ ኣምሽር ጳውሎስ ነቶም ሰብ ቆረንጦስ ሰንስ ካይቦም ይኽእል እዩ ምክንያቱ ማለት ምንም ትርጉም ካይቦም ይኽእል እዩ ንምንታይ ተበልኩምኒ ቤት መቅደስ ዝበሃል ኣብ ዘመኖም ኣይነበረን ኣከዶ ኣብ ግዜ ግብረ ሃዋርያት ቤት መቅደስ ዝበሃል ነርዱ እዩ ኣይነበረን ስለዚ ክፈልጦ ዝኽእል እተን ዝነበራ ሕብረታት ኣብ ገዛውቲ እየን ኣብ እንዳ ክስቶ ኣብ እንዳ ክስቶ ኣብ እንዳ ክስቶ ኦኬ ያ ኣብ እንዳ ኣስቴር እንዳ ሙሴ እንዳ ገል እንዳተባሃለ እዩ ሕብረት ከምዚ ባልሳድ ጉሩፕ ጌርና ንገሩ ዘለና ሕጂ ከምኡ እዩ ስለዚ ንዓኣቶም ብዛዕባ ቤት መቕደስ ክርዶም ኣይከለን እዩ ምናልባት ኣይሁዳውያን እንተልዩ ግና ጎይታ ትሪኦ ዘለኻ ኢሎሞ ኢየሱስ ክርስቶስ ሃገዶ ተገርም ቤት መቕደስ ተገርም ቤት መቕደስ ሄሮድስ ሰራሕ ቤት መቕደስ ንራቶም ኣከ ትሪኦ ዘለኻ ጎይታ እዚ ኢሎሞ ከምዚ ምሽ ንስኻትኩም ኣጋይሽ ክመፅኹም ከለዉ እንታይ ትገብሩ ከምዚ ከማይ እንተወስኡ እንተኾንኩም ቸርች ተምጾም ፋዚያር ባርካ ሒዝናዮም ኣብቲ ኪማሪ ዝበሃል ኣብኡ ንወስዶም ወይ ከዓ ናሳ ከዓ ንወስዶም ሓቀይ ዶ ዘገርም ዝረአ ቦታ ኣለና ናብ ሂውስተን ንብሎም ሓቀይ ዶ ኣነ ከዓ ካብ ሚዚየም ኣሎ ናይ ሳንጃሰንቶ ካብ ሚዚየም ካብ ወስዶም በዚ ከዓ ኣለም ፓርክ ወይ ከዓ ወስዶም ኣብኡ ከዓ እዚኣ እታ ሂውስተን ትበሃል ኣብዚኣ ተጀሚራ ብሎም ዓዲ ዓሶ እያ ነይራ እዛ ዓዲ ኢለ ረድኦም ዓሶ ዓሶ ማለት ሓቂ ዛ ታሪክ ታሪክ ስለ ዝኾነ ማለት ዓሶ እንዳ ዓሶ ጥራሕ ነራጅ መብዝሕቶም ብዓሶ ብዓሶ እዮም ዝሞቱ ነይሮም ኩሉ እዚ ረድኦ እዚ ትሪእዎ ዘለኹም እዚ ትሪእዎ ዘለኹም ሩባ ሓጂ ሓፅቢ ነይሩ ቀደም ናይ ከተማ ሂስቶ ገለ ገለ ረድኦም ተገርም እዚኦም እዞም ብሩኻት ካህን ካህን ኢየሱስ ክርስቶስ ከረድዎ እንዲሞ እዛ ቤተ መቅደስ ንዓራ ህያው ጎይታ ኢሎም ርኣያሞ ተገርም ኢሎም ኣብ ገቦ እንዲም ኮፍ ኢሎም ርኣያሞ ክንዲ ተገርም ኣላ ኢሎማ ከላ ኢሎም ንስኻ እዚ ኢልዎም እምኒ ኣብ ልዕሊ እምኒ ሓደ እኳ ኣይተርፍን እዩ ተገብር እዩ ክፈርስ ኢልዎም ኣይትገረሙ በዚ ሕጂ I'm sure ብዛዕባ ቤት መቕደስ ክዛረብ ከሎ እዚኦም ኣብ ቆሮንጦስ ዘለዉ they don't under- ኣይ- ዝርድኦም ኣይመስለኒ ገለ ገለ ግን ኣይሁዳውያን እንተ ኣሎ ኮይኖም ናብቲ እምነት ዝመጹ እ፣ ኣእምሮም ናበይ ዝኸይድ ናብታ ቤት መቕደስ ዝኸይድ ያ ከምዚ ሕጂ ኣነ ኣስመራ ክናፍቕ ከሎ ነቲ ምራ ክናፍቕ ከለኹ እቲ ዝረኣየኒ ቀደም ቀደም ቀደም ጠላዮም ጠላዮም ከለዉ እቲ ኮምፒተር ዝኸደ ከመይ ከም ዘላ ስምራ ሕጂ ኣይ ካብ ዘይፈልጣስ ዳርጋ ክንደይ ዓመት ኮይኑ ኣርባ ዓመት ቀሪቡ ኸውን እዩ ሕጂ ከይዳ ከምቲ ቀደም ዝነበራ እንተዘየልያ ክጉህየ ማለት እዩ ሪኹም ግን ኩላህና እንታይ ንገብር ነርና ኣስመራ ዝዓበና ብስመራ ኢና ንምካሕ ንገሊኦም ግና ኣስመራ ዘይፈልጡ ከይዶም ምስ ረኣይዋ እንታይ ብሎ ምስለኩም እዚኣ ድኣ ተስመራ ይብሉ። ነፍሲ ወከፍ ሰብ መመክሒ ኣለዎ እቶም ኣይሁዳውያን ቤት መቅደስ መመክሕዮም ነራ ህንፃ እዩ ጎይታ ግና እንታይ ኢሉ እምኒ ኣብ ልዕሊ እምኒ ዘይፈርስ ወላ ሓደ የለን ዘፀብቕና ነፀብቕኖ ነፀብቆ ዘኳሓልና ተኳሓልናዮ እምኒ ኣብ ልዕሊ ዘይፈርስ ግና ህንፃ ኣምላኽ ኣሎ ኣነ ናይሱ ኣነ ንስኹም ኢና ኣነ ንስኹም ኢና ሓው ሃብቲ ተረዲኡካ ንበር ተረዲኡካ ተመላለስ ክብሪ ኣምላኽ ኣባኻ ከም ዘሎ ምሕደር ክብሪ ኣምላኽ ምዃንካ ኮለክቲቭሊ እቲ ጉነኻ ዘሎ ሓውኻ እታ ጎንኻ ዘሎ ሓብትኻ ኣገደስቲ ምዃኖም ዝፍለጥ ህንፃ ኣምላክ ክትከ እንተ ኮንካ ክትተሓሓዝ ኣለካ ኣምላክ እንተረድኡ ኣብዚ ዓመት ኣብ ዝመፅ ዘሎ ዓመት እግዚኣብሔር ተረድኡ ኣነ ሓቢርካ ምሕናፅ ብዝብል ኣርእስቲ ዓመት ናትና ቪዥን ክኸውን ይምነ ኣለኹ ግና ባዕላይ ዝዛረብ ዘለኹ ምስ ሽማግለታት ኣይዛረብኩን ተረዳዲና ግና ኣብ ከምኡ ተበፂሕና ምህናፅ ቤት ኣምላኽ ኣብ ዝብል ኣርእስቲ ክንሕልፎ ደሊ ክትህነፅ ዘለዋ መን እዩ ክህነፅ ዘሎ ዝኣክል መንደቕ ነዲቕና ኢና ሓቂ ዶ ሕጂ ተሪፍና ዘሎ እንታይ ምለኩም እቲ ናይ ሓቂ ህንፃ ናይ መን ናይ ኣምላኽ እዩ ተሪፍና ዘሎ ስለዚ ተረባሪብና ኢደ ኢድካ የለና ተረባሪብና ነዚ ህንፃ እዚ ክንሓንፆ ናይ ኩላህና ስራሕ እዩ ኣብዚ መፂና ስዳ ክነማሙቕ ኣይኮነን እግዚኣብሔር ባርኮም ብሩኻት ዝገዝኡልና ኮንፈርት ብጣዕሚ ደስ ዝብል ስዲ ኣሎ እሱ ግን ኣገዳሲ ይኮን ንሱ እንታይ ከውን እዩ ክሃልፍ እዩ ዘይሓልፍ ግና ኣየናይ እዩ ኣነ ንስኹም ኢና ዘይንሓልፍ ኣነ ንስኹም ኢና ኣካል ክርስቶስ ስለዚ እዛ ቤት መቅደስ እዚኣ እቲ ቃል በዓሉ ነዞም ኣብ ዘለዉ ካብ ኣረመንነት ናብ ክርስትና ዝመፁ ሰባት ክርድኦም ኣይክእልን እዩ ምናልባት ናይ ይሁዳውን ክርድኦም ይኽእል እዩ ከም ዝበልኩም ብዛዕባ ኣስመራ ሕጂ ብዙሓት እንተነገርካዮም ከይርድኦም ይኽእል እዩ ኣነ ግን ኣስመራ ክበሃል ከሎ ቆልዓ ኮይኑ ጀላቲ ክበልዕ ከለኹ ሲነማ ምፐሮ ከይደ ክኣቲ ከለኹ እዚ ኩሉ ይረኣየኒ ተረድኹም ኣለኹም ምሸት ምሸት ወፂና ሰዓ ሸውዓተ በቲ ብትሪና እንዳርኣና ከይድ ከለና ገለ ናቲ ሜሞሪንሲ ንጎ ተሲኻት ከር ኮላ ኮምፒተር ተሓፂቡ ማሕሎ ፀንሐካ ከሎ ገለ መለ እሳት ገለ እሱ ይዝከረካ ሕጂ ንሓደ ሰብ ኣብ ወሲድካ ኣብ ሂሶን ዝነበረ ሰብ ወሲድካ ቀዲምካ ብዛዕባ ኣስመራ ኣስመራ ክፅብቅ ዳበልካ ንኸ ሓንቲ መንገዲ እያ እታ ትመክሓና እዛ ኮምፒተር ዘላ ንሳ እንዲ ሓቀይ ምናልባት ንዓና ብዛዕባ ኣስመራ ዓቢ ግዲ ድዩ ነዞም ሰባት እዚኣቶም ግና ወልሓንቲ ኣይኮነ ምክንያቱ ኣይፈልጥዋን እዮም እታ ቤት መቅደስ ጳውሎስ ግና ብዛዕባ ዘይሓልፍ ቤት መቅደስ ኣምላኽ ብዛዕባ ናይ ዘላለም ቤት መቅደስ ኣምላኽ ከረድኦም ደሊ ኣሎ ነዚ ዘፍረ ዘበልኻ እግዚኣብሄር ተገብሮ እዩ ከፍርሶ እዩ ይብሎ ኣሎ ይብሎም ኣሎ ከም ዝበልኩም ብመሰረት ቀዳማይ ቆረንጦስ ሳልሳይ ምዕራፍ ቁጥሪ 16 ነፍሲ ወከፍ ኣማኒ ዶ ብውልቁ ቤት መቅደስ ኣምላክ ክኸውን ይኽእል እዩ ዝብል ተዘራሪብና ኣለና እወ ቤት መቅደስ ኣምላክ ዘይኮነስ ቤት መቅደስ መንፈስ ቅዱስ መሕደር መንፈስ ቅዱስ ክኸውን ይኽእል እዩ ቤት መቅደስ ኣምላክ ግና እታ ማሕበር እዩ ኣምላክ እያ ኣበይ ዘላ ኣበይ ከላ ኣበይ ኣላ ኣበይ ኣላ ኣብ ሰማይ ሕጂ እውን ኣብ ምድሪ ኣላ ኣብ ሰማይ ኣላ ኣብ ምድሪ ኣላ ኣብ ጃፓን ኣላ ኣብ ኩሉ ኣብ ሙሉእ ዓለም ኣላ እታ ቤት መቅደስ ኣምላኽ ኮለክቲቭሊ ብሓደ ኢና ስለዚ ናይ እግዚኣብሔር ቤት ክትሪኡ ከለኩም ቅንኣት ክሓድርኩም ይግባእ ኣብ ዘለኹም ኣለኹም ኣሕዋትኩም ምዃኖም ክርዳእኩም ይግባእ ኣብ ዝኸርኩም ከድኩም ሲ እታ ማሕበር ሲ ማሕበርኩም ከም ዝኾነ ክትሓስቡ ግባእ ምክንያቱ እንታይ መስለኩም ኣካል ናታ ስለ ዝኾንኩም ምክንያቱ ለምተ መስለኩም ኣብቲ ሕያው መሰረትካ ተመሰረትኩም ስለ ዘለኹም ሕጂ እቲ ፅግመና ኩሉ ግዜ እንታይ እዩ ብዛዕባ ቤት መቅደስ ክንሓስብ ከለና መንደቕ ስለ ንሓስብ እዩ ሓቀይ እዚኣ ሓቂ ምሽ ብዛዕባ መንደቅ ክንሓስ ስለ ዝንሓስብ ጸገብና ጨው ምድሪ ኢኻ ይብለካ ምሽ ጨው ዲኻ ጨው ዲኻ ጨው ኣይኮንካን ግን ብተምሳል ሜጀር ተመሳላዊ ዘረባ ግና ኢኻ ተመቅር ንዓለም ኣከዶ ምክንያቱ ብተምሳላዊ ዘረባ ኢኻ ዛረብ ዘላ ስለዚ እቲ እቲ መታፎሪክ ኣዘራርባ ወይ ከዓ ተምሳላዊ ኣዘራርባ ኩሉ ግዜ እንታይ ኣለዎ ከሽክዓካ ክእል እዩ ኣጸቢቑ ክርዳእካ ኣለዎ ሕጂ ቤት መቐደስ ክበሃል ከሎ ብዛዕባ ሕንፃ ኢና ንሓሰብ ወይ ሃብቲ ብኬርፎ ብዛዕባ ሕንፃ ኮና ክንሓስብ ዘለና ሕጂ ብዛዕባ መን ናሓስብ ዘለና ብዛዕባ እሳ ብዛዕባ እዚኣ ብዛዕባ እቲ ብዛዕባ ኢና ናሓስብ ዘለና ምክንያቱም ናቶም ምህላው እዩ ንዓና እንታይ ገብረና ዳቶ ምህላው እንታይ ገብረና ንዓና ቤት መቕደስ ኣምላኽ ይገብረና ስለዚ ኣብዚ ብምህላውኩም ኣነ ከምንታይ ከም ዘሕጉስ ክገልጸልኩም ኣይክእልኒ ምህላውኩም እዩ ኣብዚ ንዓይ ክነብር ገይሩኒ ዘሎ ዘረባ ይርዳእኩም ኣሎ ይርዳእ ደሎ ዘይምህላውኩም ከዓ ነገሩ ስለኩም ቁሪ ይስምዓካ ኣብ ገለ ኣኼባ እስቲ ሓደ ሓው ስኢኑና ኣይረኣየናን እሞ ቁርቁር ዝሰምዕን ኢሉ ስለ ዘይነበርኩም ሲ ቆሪርና ኢሉ ዓባይ ክሰሽሙ እያ ስለዚ ብዘይምንባርኩም ስቆርር ኢና ማለት እዩ ሓደ ኣሕዋተይ ስለዚ ኣኼባና ኣይነቋርፅ ቃል ኣምላኽ ስለ ዝኾነ እምበኣርሲ ንስኻትኩም ኣብቲ የሱስ ክርስቶስ ባዕሉ እም ማእዝኑ ዝኾነ መሰረት ነቢያትን ሓዋርያትን እተነደቕኩም ደጊም ደቂ ዓዶም ንቅዱሳን ስድራ ቤቱን ኣምላኽን ኢኹም እምበር ኣጋይሽን መጻእተኛታትን ኣይኮንኩምን ኣብኡ ብዘሎ እቲ ህንፃ ኢሉ ብጎይታ ቅድስቲ ቤት መቕደስ ምእንቲ ክኸውን እናተኣሳሰረ ይዓቢ እዩ ንስኻትኩም ኣብኦም ሓድር ኣምላኽ ብመንፈስ ክትኮኑ ሓቢርኩም እንታይ ትኾኑ ኣለኹም ትሕነጹ ኣለኹም ኢሉ ኤፌሶን ክልተ ዓሰርተ ትሽዓተ ክሳብ ዓሰርተ ኣርባዕተ ስለዚ ክ- ክርድኣና ኣለዎ እንታይ እንታይ ትጽግመና መስለኩም ኣእምሮና ዝጽግሞ እቲ ሜታፎሪክ ዝኾነ ኣዘራርባ ወይ ከዓ እቲ ተመሳሳሊ ዝኾነ ዘረባ ክርድኣና ስለ ዘይክእል እዩ ንስኻትኩም እውን ኣብኣ ኣብኡ ማሕደር ኣምላኽ መንፈስ ክትኮኑ ሓቢርኩም እንታይ ትኾኑ ኣለኹም ትህነፁ ኣለኹም ስለዚ ክንሕነፅ ከለና ሕጂ ብዛዕባ ስሚንቶ ኖራ ገለመለ ኣይኮነን ክንሓስብ ዘለና ካልእ መለኮታዊ ዝኾነ ምስጢር ከም ዘሎ ይረዳእና። ስለዚ እቲ ህንፃ ራእዮም እውን ሕጂ እማን ሓንቲ በዚ እንተጎዲላ ሸተት ኢላ እንተኸዳ በዚ እንተኸዳ ህንፃ ክፀንዕ ከሎ ብጣዕሚ ከቢድ እዩ ብጣዕሚ ከቢድ እዩ ስለዚ ብሓደ ምንባርና ብሓደ ምስጓምናሲ ኣገዳሲ እዩ ማለት እዩ ነቲ ሕብረት ምሳይ ኣለኹም ዶ ተስፋ ክገብር የጥፋእኩም ከይህሉ ስለዚ እንታይ ኢሉ ኣብ ዓሰርተ ሓደ ክሳዕ ዓሰርተ ክልተ ከኣ እንታይ ይብል ኣሎ? ካብ ዓሰርተ ሓደ ክሳዕ ዓሰርተ ክልተ ዘሎ ኣብኡ ዘሰ ምዕራፍ ነፍሲ ወከፍ እውን ከመይ ገይሩ ከም ዝሃንጽ ይጠንቀቕ። ኣበይ ኣበይ ዝሃንጽ ኣብታ ቤት መቃቅደስ ነፍሲ ወከፍ እውን እንታይ ከመይ ገይሩ ከም ዝሃንጽ ይጠንቀቕ። ሓደ እኳ ኣብ ልዕሊ እዚኣ መሰረት ኣብዛ ኣብ ልዕሊ እዛ መሰረት እዚኣ ወርቂ፣ ብሩር፣ ክቡር እምነ፣ ዕንጨይቲ፣ ሰዓሪ ወይ ሓሰር እንተሰርሐ እታ መዓልቲ እቲኣ ብሓዊ ክትግለጽ እያ እሞ ክትቀልዖ እያ። ግብሪ ነፍሲ ወከፍ ከኣ ክጋህድ እዩ። ንግብሪ ነፍሲ ወከፍ ከኣ ከመይ ምዃኑ እቲ ሓዊ ክፍትኖ እዩ ኢሉና። ኦኬ ቁጽሪ እንታይ እያ ቁጽሪ ዓሰርተ ሓደ ክሳዕ ዓሰርተ ክልተ ዘሎ እዚ ሓደ ትምሳላታዊ ነታ ቤት መቅደስ እታ ስራሕ ዘላ ቤት መቅደስ እዩ ከም ህንፃ ስራሕ ኣላ ሕጂ ብምንታይ እዩ ዘር- ዛር- ብምንታይ እዩ እ፣ ዝብል ዘሎ ሰባት ብምንታይ ይሓንፁ ኣለዉ ኢልና ገሊኦም ብምንታይ ይሓፁም ይሃንፁ ኣለዉ ብወርቂ፣ ገሊኦም ብምንታይ ይሃንጹ ኣለዉ? ብብሩር፣ ገሊኦም ብምንታይ ይሃንጹ ኣለዉ? ብኽቡር እምኒ፣ ኣይኮነን? ገሊኦም ከኣ ብምንታይ ይሃንጹ ኣለዉ? ብዕንጨይቲ፣ ገሊኦም ከኣ ብምንታይ ይሃንጹ ኣለዉ? ብሳዕሪ፣ ሓሰር የብሉ ኣለዉ። ሕጂ ናይ ሕልና ጉዳይ እዩ። ኣነን ንስኹምን ኣብዚ ከመይ ከመይ ጌርና ንመላለስ ከም ዘለና ማንም ክፈልጦ ኣይክእልን እዩ ብጀካ ንስኻትኩም ባዕልኻትኩምን እቲ ኣምላኽ ሰማይን ሕሱር ብዝኾነ ነገር ንእግዚኣብሄር ክነገልግል ንኽእል ኢና ኦኬ ክገልጻ እዚኣ ቁርተይ ጽቡቅ ገይረ ንስራሕ ኣምላኽ ንዕዩ ኣምላኽ ክንዲ ምንታይ ከም ትህብ ኣይኮነን ኣገዳሲ ኦ እንታይ ዝብል ዘለኹ እንታይ ዝብል ዘለኹ ንዕዩ ኣምላኽ ክንደይ ምንተ ከም ዝህብ ኣገዳሲ ኣይኮነን ዓሰርተ ሽሕ ሃብ ዕስራ ሽሕ ሃብ ወላ ሚእቲ ሽሕ ሃብ ወላ ሚልዮን ሃብ ኣገዳሲ ኣይኮነን ኣገዳሲ ዝኸውን መዓስ እዩ ክንዲ ምንታይ ከም ተዋሃብካ ንስኻ ንስኻስ ክንዲ ምንታይ ንርእስኻ ከም ተዋሃብካ እቲ ትህቦ ዘለኻሲ ሳክሪፊሻል ወይ ካንኻ መስዋእትነት ዘለዎ መስዋእቲ ድኻ ትህብ ዘለኻስ ወይስ ካብ ተረፍካ ኢኻ ትህብ ዘለኻ? እዚ እቲ ወሳኒ ነገር። ስለዚ ብወርቂ እንታይ ተብላ ኣለኻ? እቲ ሞቲቭ እዩ ሞቲቭ ናትካ ናትካ ኣተሓሳስባ እዩ ኣተሓሳስባኻ እዩ። ዋጋ ከፊልካ ካብ ውሽጥኻ ሰብ ዋጋ እንዳኸፈልካ ዲኻ ንኣምላኽ ተገልግሎ ዘለኻስ ወይስ ተረፍካ ስለ ዘሎና መብዝሕትና ብተረፍና ኢና ክነገልግል ኣከይ ብወርቂ ዝግበር ነገር ግን ብዙሕ ዋጋ ዝኽፈሎ እዩ ሓቀይ ዶ ብብሩር ዝግበር ለስ ብክቡር እምኒ ኣረኖ ዳያመንድ ክኸውን ይኽእል እዩ ዝግበር ዋጋ ከዓ ኣፀቢቑ ዝኸበረ እዩ ሓሰር ከ ክንደይ ትኸፍል ኣሎ እንጨይቲ ከማን ይሓይሽ ኸውን ካብ ሓሰር ኣምላኽ ግና ህያው እዩ ንኩሉ ዝፍትነሉ መዓልቲ ከዓ ኣሎ በዚ ዝታለል ኣምላኽ ኣይኮነን ኣይትታለሉ ሞቲቭካ ናትካ ሓሳብ ድልየትካ ውሽጥካ ዘሎ ነገር እንታይ እዩ እዚ ወሳኒ ጉዳይ ኣብዛ ሕንፃ ኣብዛ ማሕበር ዮ ኣምላኽ እትገብሮ ዘለካ ኣስተዋፅኦ ኣበርክቶ ከመይ እዩ ሎሚ ነፍሲ ወከፍና ርእስና ክንፍትሽ ብጣዕሚ የተሓሳስበኩም ወላ ክንህብ ኮለና እንዳቁረምረምና ድና ንህብ ዘለናስ ወይስ ዋጋ ከፊልና ኢና ንህብ ዘለና? ጎይታ ብዛዕባ ምሓው ክዛረብ ከሎ እዛ ሰበይቲ እዚኣ ኢሉ ክንዲ ምንታይ ሂባ እሞ ክንደይ ባ ሓንቲ ሳንቲም ድያ ባ ክልተ ሳንቲም ኣደኑ ክንደያ ሳንቲም ሞባ ክልተ ዳሰ ክልተ ሃብታም ካብ ናይ ዝኾሉን ኣብ ናይዞም ኩሎም ሰብ ናይ መን ተራእዩ ዋይ ብመስዋእትነት ካብ ዘለዋ ዘይኮነስ ካብ ዘይብላ እዩ ዝብል ቃል ኣምላኽ ቀይ ካብ ዘይብላ ስታይ ስለዚ ኣነ ካብ ተረፈይ ዝህብ ዘለኹ ንሳ ካብ ዘይብላ ዝሃበትን ኣብ ቅድሚ ኣምላኽ ማዕረ ኣይክንረኣየኒ ደሓን ዲና ሓሊፍካ ሓሊፍካ ደም ዝብሉ ዘሎ እንታይ ኣደ ነው ተሓልፍ ኣለኻ ከ ዝብሉ ዘሎ ኣደ ነው oh, I don't know. Okay. ቀይሕ ምሕረ ተወልዕኒ ይፈልጥን እዩ ካልእ ግዜ እሞ ሎመዓልቲ ቀይሕ ምሕረ ተወልዕኒ ኣሎ ስለዚ ጠንቀቅ ክብል ኣለኒ ማለት እዩ ዝኾነ ኮይኑ ግና ዝዛረቡ ዘለኹም ዝሰምዑ ኣለኹም ሓቂ ኣሎ ስለዚ እንታይ ኢሉ ነፍሲ ወከፍ እንታይ ኢሉ ከመይ ከም ዝሓንፅን ከም ዝሃንፅ ናይ ግበር የጠንቀቕ ሓደ እኳ ኣብ ልዕሊ እዛ መሰረት እዚኣ ወርቂ ብሩር ድላይ ክኣምጥ ክፍተን ይብሉ ኣሎ ቃል ኣምላኽ ሞቲቭ ዝበሃል ቃል ናይ እንግሊዝ ሞቲቭ እንታይ ማለት እዩ እንታይ ዝብል ሓቐና ሓቐና ኦኬ ሓቐና ሓቐና ይፍተን ክፍተን እዩ ሕጂ ደሓ- ሕጂ ደሓን ኮይና ባ- ፐርፕል ኮይና ኣላ ደሓን ትኾና ኣላ እዛ መብራህቲ ኤ፣ ኣይትፈልጦን ኢኻ እንታይ ከም ዝኾነ ደሓን ኣላ ስለዚ ኣነ እንታይ ክብል ዝፈቱ መስለኩም ኣሕዋት እቶም ዋጋ ትኸፍሉ ዘለኹም ኣብዚ ቤተክርስትያን እዚ ዋጋ ትኸፍሉ ዘለኹም ብሓቂ ዋጋ ትኸፍሉ ኣሕዋት ኣለኹም ኣሓት ኣለኽን እግዚኣብሔር ይባርኩም ያ ኣጆኹም ኣይትሰልክዩ ሰብ ኣይትጠምቱ ኣነ ደኣ ኣይትበሉ ኣነ ንበይነይ ኣይትበሉ ኣይትበሉ ሓደራኹም ኣይትሰልክዩ ኣገልግሎትኩም ስልኩም እንታይ ግበሩ መልእሱ ኢልኩም ኣለኹም ዋጋ ትኸፍሉ ትከፍሉ ሰባት ኣለኹም ፈልጥ እዩ ሓለፋ ሓለፋ ትኸዱ ሰባት ትፈልጥ ሒደት ሒደት ብምዃንኩም ይሓዝን ኩላህና ኩላህና እንተ ንትስእ እሞ ነዛ ህንጻ ኣምላኽ እንተ ንረባረበላ ከመይ ምኾነ ከመይ ምኾና ሓልዮት ሓዳር ጣዕሚ እዛ ምድሪ እዚኣ ግና ነፍሲ ወከፍና ሓኒቑ ሒዙና ኣሎ ጌታ የሱስ ክርስቶስ ካብዚ ደኣ ነቒሉ ውፃና እምበር እዩ ታንኪ ከም ዝፈርሓኩ ስለ ዝረኣየ ዝሓቑሪኹም መተባብዕና የምፅኡለይ እግዚኣብሔር ባርኮ ስለዚ እንታይ ኢሉ ሰለስተ ዓሰርተ ሰለስተ እንተ ኢልዎ ኣሎ ኣብኡ ዘሰይ ምዕራፍ እየ ዘለኹ እታ መዓልቲ እቲኣ ብሓዊ ክትግለጽ እያ እሞ ክትቀልዖ እያ ግብሪ ነፍሲ ወከፍ ክገሃድ እዩ ንግብሪ ነፍሲ ወከፍ ከዓ ከመይ ምዃኑ እቲ ሓዊ ክፍትኖ እዩ ግብሪ እዩ ዝብሎ ዘሎ ሓቂ ዶ ኣብቲ ወርቂ ኢና ክርኢ ሓንቢም ክነንቢብና ብዛዕባ ወርቂ ብዛዕባ ብሩር ብዛዕባ ገለ ክንርኢ ፀኒሕና ቁፅሪ ዓሰርተ ሰለስተ ግና ዓሰርተ ሓደ ክሳብ ዓሰርተ ክልተ እንታይ ከም ዝኾነ ነገሩና ቁፅሪ ዓሰርተ ሰለስተ ግና እንታይ ኢሉ እታ መዓልቲ እቲኣ ብሓዊ እንታይ ክትኸውን እያ ክትግለፅ እያ እሞ እንታይ ክትገብር እያ ክትቀልዖ እያ ዝሕባእ ነገር ኣብ ቅድሚ ኣምላኽ ኣይክህሉን እዩ ኣይክህሉን እዩ ንሰብ ክነታል ንኽእል ኢና ኣይኮነን ሰብ ክነታል ብጣዕሚ ክነታል ንኽእል ኢና ንሰብ እንታይ ዝበሃል ምሽዋድ እዩ ዝበሃል ኣምሓርኛ ዶ ሓጋሽ ምሽዋድ ምትላል እዩ ግን ምናልባት ምሽዋድ ቀላ ቆርኩሰ ዝያዳ ዘላ ትኾን ተርኣያትኒ ንኣምላክ ግና ክተታልሎ ኣይትኽእልን ኢኻ ምክንያቱ ንሱ እንታይ እዩ ልብን ኩሊትን ትምህርር ኣምላኽ እዩ ኣብ ማዕሙቕ መንነትና ክበፅሕ ዝኽእል ኣምላኽ ሓይሊ እዩ ንዓፅሚ እንታይ ኣለዎ ነጉዕ እንታይ ዝገብሮ ይክእለ ዝፈላለየ ሰይፍ ኣለዎ ቀሊል ቀሊል ነገር ኣይኮነን ስለዚ ግብሪ ነፍሲ ወከፍ እንታይ ከውን ሽዕሎ ግብሪ ነፍሲ ወከፍ ግብሪ ትብላላ ኣብዚ ዓላዕከይ ግብሪ ነፍሲ ወከፍ እንታይ ትኸውን እያ ከትግሃድ እያ ንግብሪ ነፍሲ ወከፍ ከዓ እንታይ ኢሎ ከመይ ምዃኑ እቲ ሓዊ እንታይ ገብሮ እዩ ፍትነ እዩ ስለዚ ስለዚ እንታይ ንግበር ከመይ ጌርና ከም ንሃንፅ ንጠንቀቕ ሕሊ ሽዑ ኣብ ቁጥር 17 ካ እንታይ ኣትብል ዘላ ሓደ እኳ ነታ ቤት መቅደስ ኣምላኽ እንተ ኣማሰነ ኣምላኽ እንታይ ገብሮ እዩ ከማስነ እዩ ቤት መቅደስ ኣምላኽ ቅድስት እያ እዛ ቤት መቕደስ እዚኣ እውን መን ኢኹም መን እዩ ንስኻትኩም እዩ ፕሩላር እዩ ሓደ ሰብ ንስኻ ኣይኮነት ንስኻ ኣይኮነት ትብል ዘላ ንስኻትኩም ኢኹም ታመሓብር እያ ስለዚ ነዛ ቤት መቕደስ እዚኣ ብጥንቃቐ እንታይ ንገብር ግባኣና እዩ ክንሕልዋ ግባኣና እዩ ምምሳን ዝብል ቃል እንታይ እዩ ዘማስን ዝብል ቃል እንታይ ማለት እሞ ምስ ስቃይ ዶ ተተሓዙ ትኸሉ ብሩኻት ኤንሃቢ እንተላትኩም ተፀሉ ዓሰርተ ሸውዓተ ኤንሃቢ ተፀሉ ትኽእሉ ኣይሰምዑና ኣሎ መስለኒ ተውፅዋ ኣለኹ ኦኬ ስለዚ ሓደ እኳ ነታ ቤት መቅደስ ኣምላኽ እንተ ኣማሰነ ትብል ቃል ብጣዕሚ ብጣዕሚ ክንጥቀላ ክንፈርሓላ ይግባኣና እዩ ሞቲቭና እዩ ኩሉ ግዜ ኣብዚ እንታይ ሞቲቭና እዩ ብዛዕባ እታ ማሕበር ኣምላኽ ክንሓስብ ከለና ፌንዋን ዲስትሮይስ ዝብል ዘሎ ጎድ ሰምፕል ኦኬ ዲስትሮይስ ዳሓቀ ትብል እወ destroys God's temple, God will destroy that person. ኦኬ እንታይ ኢና ክንረክብ? ኣ- ሰባት ኣነ እኮ እንታይ ዝብ- የዕገርግሩ ኣብ ቤተ እግዚኣብሔር ኣምላኽ የዕገርግሩ የዕገርግሩ ምሽ እንታይ እዮም ክረኽቡ ሕራይ እዚኣ እንዲያ እታ መድረኽ እንዲያ እዚኣ እታ መድረኽ እኮ ዋላ ተከለ እኮ ተባእስ እኮ የላን እንኳን ኣገኒ ዘባእስ ኣሎ ዶ ካልእ ኣሎ ካልእ ዘባእስ ኣብ ቤተ እግዚኣብሔር ኣምላኽ ማለት እቲ ካልእ እቲ ነንሕድና ንገብሮ በሃሊ ዘይኮነሲ እዚ ሓፍትና ሰሓቕ ኣብዚሓ ኣላ ማለት ማለት ንስ ኢሎ ደፋኸኒ ደፋኸኒ ዓይነት ነገር ዘይኮነ እዚኣ እታ ቀንዲ እታ ተባእስ ኣነ ንዘለኣለም ትኺድ ካባ ይብላኒ ትትረፈኒ እመኑኒ ኣብታ ሰብ ኣብ ዘኮረላ መዓልቲ ኢና ዝመፅእ ዝሓለፈ ሰሙን ሳብ ኩሩ ሎሚ ሳብ ኩሩ መፅእ ኣሎ ዘበኣስ ነገር የለን ወሸለ ወሸለ ሓዋትካ እንተተረኣዮምልካ ወሸለ እንታይ ኢሎም ኣሎ እንተ ትነግሱ ስም ንስኹም ከማን ነገስና ኢሎ ጳውሎስ ኣይገርመኩምን ወሸለ እንታይ ኣለዎ በዚ እንታይ ትበኣስ ዘበኣስ ነገር እንታይ ኣሎ ኣብዚ ኣይንበርን እዩ ናብራ ኣብዚ ኣይኮነን ኣገልግሎት ኣብ ኩሉ ቦታ እዩ ብናይ ሰንበት ኣገልግሎት ጥራሕ ትነብሩ እንተ ኣለኹም ኮንኩም የለኹምን ይነግረኩም ኣለኹ የለኹምን ደግሞ እንደገና እንታይ እዩ ዝብል ዘሎ ዓጃው ሰብኣይ እዚ ብናይ ሰንበት ኣገልግሎ እንተ ኣስነብርሎ ኮንኩም ኣብ ዳስ እንዳማትኩም ኣብ ውራይ እንዳማትኩም ተቐሊብኩም ትነብሩ ከም ዘለኹም ወይ ካንኻ ሬስቶራንት ከድኩም ፋዲስ ዝበሃል ኣገ ኩላህና ንኸደሉ ፋዲስ ኣብ ፋዲስ ከድካ ሓንቲ መዓልቲ ምስ ሰሙን ሓንቲ ብልዕ በሊዕኻ ምንባር ማለት እዩ ጌር ኣውት ኦፍ ዛት ላይፍ ስታይል ቃል እግዚኣብሔር ኣምላኽ ረኣይዎ መርምርዎ ኣጽንዕዎ ንበርሉ ድሓር ንካልኦትካ እንታይ ግበሩ ኣሕዋት ነቲ ዝፈለጥኩሞ ንካልኦት እንተ ዘየካፊልኩሞ ምሳኹም ኣይጸንሕን እዩ ንካልኦት እንተካፊልኩሞ ግና ምሳኹም ክጸንሕ እዩ ዋይ ሰማት ንቤት እግዚኣብሔር ኣምላኽ ነቲ ማሕበር ኣምላኽ ማሕበር ህዮ ኣምላኽ ዲስትሮ ክገብርዋ ዘቃልሶ ምክንያት እንታይ እዩ ኣጋንንታዊ እዩ እዚ ናይ ኣምላኽ ሓሳብ ኣይኮነን ዲስትሮይ ዝገብር መን እዩ በዚ ንሰማማዕ ኣነ ኮንኩ ን ቃል ፅሕፈ እዮ ኣነ በልኮን ፅባሕ ንኮ ከምዚ ኢሉ ገረመሪን ኮንካ ይትከሱኒ ሓደራ ብሓንሳብ ነንብቦ እንታይ ይብላ ኣሎ if anyone destroys God's temple ይብላ ኣሎ ጋድስ ተምፕል ካይልና ያልና ማሕበር ህዮ ኣምላኽ ያልና ያለና ንስኻትኩም ኢልና ኣለና ነዚ ማሕበር እዚ ሕንፍሽ ዘእቱ ዘበለ ኩሉ እንታይ እዩ ኣምላኽ ዲስትሮይ ክገብሮ እዩ ይብላ ኣሎ ኣነ እንደዚ ሰሚዓም እንደዚ ሰሚዓትኒ እመኑኒ ኣብዚ እንታይ ወልፈልፈስ ኣባሃለኒ ብሰላም ሰተሕት ኢለ ከይድብታ ድሕሪ ኮፍ ይብል ኣብቲ እውን እንተ ሰላም ስኢነ ሰላሕ ኢለ ከዓ ክድቅስ እንደንፈት ኾንሎ መዓልቲ እንታይ ገበረልካ እንታይ ገብረልካ ኣብ ሃለክ ተኣቱ ማሕበር እዮ ኣምላኽ ቅድስቲያ ክብርቲኣ ጎይታ ኣለዋ ዋና ኣለዋ ዋናኣ ኸኣ ይዕገስ ይዕገስ ይዕገስ ይዕገስ ይዕገስ ሓደ መዓልቲ ግና ዝኸፍሎ ዘኽፍሎ ዋጋ ኣሎ ቢ ኬርፉል ይብለኩም ኣለኹ ያ እግዚኣብሔር ስለ ዝተዓገሰ ምንም ነገር ከም ዘጋጥመና ነብራ ቆልዑት ነብር ኣለና ዊ ሃብ ቢ ኬርፉል ስለዚ እዛ ቃል እዚኣ ሎማዓንቲ ክትርድኡለይ ዝደሊ ዘለኹ እንታይ እያ እዛ እዛ ቤት መቅደስ ቤት መቅደስ ኣምላኽ ትበሃል ዘላ እንታይ እያ መን እያ ካልእ ይትሓዙ መን እያ እዚኣ ማሕበር እዮ ኣምላኽ ኣነ መሕደር መንፈስ ቅዱስ ክኸውን ክእል ቤት መቅደስ ኣምላኽ ክኸውን እንተ ኮይነ ምሳኹም ክህነፅ ኣለኒ ግን በይነይ ኮይነ ኣነ ቤት መቅደስ ኣምላኽ ክኸውን ኣይክእልን ስለዚ ኣገደስቲ ኢኹም ሕረ ብሩኻት ኣገደስቲ ሰባት ኢኹም እዚኣ ተረድኡ ኣብዚያ ቤት እዚኣ መን ስለ ዘሎ እዩ እግዚኣብሔር ዘሎ መን ስለ ዘሎ እግዚኣብሔር ዘሎ ስለዚ እግዚኣብሔር ኣብቲ ንስኻ ዘለካ እዩ ኣብቲ ኣመን ዘለዎ ብዝያዳ ካ እንታይ ኪዳን ገይሩሉ ኣምላካና ክልተ ሰለስተ ኮንኩም ምስ ትርከቡ እንታይ ገብር ኢሉ ኣነ ምሳኹም ኣብ ማእኸልኩም እንታይ ገብር ኣለኹ ስለዚ ህንፃ ስለ ዝሓነፅና እዚ ዓቢ ሕንጻ ስለ ዘለና ወይ ከዓ ዝዓመረ ማሕማሕ ዝበል ሓንሳ ቀይሕ ሓንሳ ብጫ ዝኸውን መብራት ዘለዎ ገዛ ወላ እንተለና እግዚኣብሔር ይነብር ማለት ኣይኮነን። ኣብዚ እውን እንዳተናኸስና ነንሕድሕድና እንዳ እናኸስ እንተ ኣለና ኮይና ኣይመስለንን እግዚኣብሔር ብኣና ገለ ነገር ከስምር ዝኽእል ስለዚ መንታን ተቐዲስና ንእግዚኣብሔር ኮይንና ክንነብር ሓደ ርእስና እንታይ ንኾን መንፈስ ቅዱስ ይምልኣና ካልኣይ እንታይ ንግበር ንሕና እንታይ ንግበር ምስ ኣሕዋት ተጣሚርና ተታሓሒዝና ከም ንኸይድ ንሕሰብ ሳልሳይ ንዝህነት ዘሎ ነገር ኩሉ እንታይ ንግበር ዋጋ ክንከፍል ፍቃደኛታት ንኹን ሕራይ ዶ ኣሕዋት ሕራይ ሕራይ በሉ ሕራይ በልኩም ኣምላኽ ቅድሚ ኩሉ ኣምላኽ ንቅድስንኡ ይሕሉ። ኣምላኽ ቅዱስ እዩ እሞ ከምቲ ንሱ ቅዱስ ዝኾነ እታ ማሕበር ከዓ እንታይ ክትከውን እዩ ዝፅበያ ቅድስቲ ክትከውን ይደልያ ቅዱስ ማለት እንታይ ማለት እዩ ተፈለየ ማለት ሓቀይ ኣምላኽ ቅዱስ እዩ ብቅድስንኡ ከዓ ማንም ክወዳደሮ ክመዓራርዮ ኣይክእልን እዩ እቲም ንዑ ዝስዕቡ ዘበሉኻ እንታይ ክኾኑ ግባእ ቅዱሳን ክኾኑ ይግባእ ስለዚ ነዛ ማሕበር እዚኣ ክህው ክኢሉ ዝመፅእ ፀላኢ ብየሱስ ክርስቶስ ስም ይፍረስ ያ እዛ ማሕበር እዚኣ ጥራሕ ኮንኩን ዘሎ እዛ ሂሶን ዘላ ማሕበር ኣማኒ ቤተክርስትያን ማለት ጥራሕ ኮንኩን ብምልእታ እታ ቤተክርስትያን ነታ ናይ ሕያው ኣምላኽ ማሕበር ዕግርግር ኣብ ኩሉ ንዝለዓል ብስም የሱስ ክርስቶስ ግና ጸጥ የብሎ ኣምላኽ ስለዚ ራእይ ዮሃንስ ዕስራ ዓሰርተ ሓደ ዓሰርተ ኣርባዕተ እንተ ርኢና እግዚኣብሄር ዝፈርደሉ መዓልቲ ኣለዎ ነታ መዓልቲ እቲኣ ግና ኩላህና እንታይ ንኹን ኩላህና እንታይ ንኹን እታ መዓልቲ እቲኣ ድልዋት ንኹን ሰብ ዝዘርኦ ክዓፅድ እዩ ፅሑፍ እዩ ስለዚ ሎም መዓልቲ ሓንቲ ነገር ተዛሪበ ዘለኹ እንታይ እዩ እታ ቤት መቅደስ ኣምላኽ ታቱ ስለ ዝገበረ ሓደ ሰብ ኣብዚ ታቱ ዝበሃል እንታይ ዝበሃል እዚ እንታይ ወቃጦ ዝበሃል ወቃጦ ስለ ተወቀጠ እግዚኣብሄር ዲስትሮይ ገብረካ እዩ ኣካላትካ እንታይ ጌርካ ኣለኻ ዲስትሮይ ጌርካ ኣለኻ ከምኡ ዓይነት ሰሚዕኹም ዘለኹም ከምኡ ሰሚዕና ኣለና ያ ግሳትካ ገለመለ ስለ ዘበላሸኻዮ እግዚኣብሄር ዲስትሮይ ገብረካ እዩ እግዚኣብሄር ዲስትሮይ ገብረካ ንብኡ ይኮነን እወ ንስጋኻ እወ ምሕደር ኣምላኽ ስለ ዝኾነ ኣኽቢርካ ክትሕዞ ጠንቂቕካ ትሕዞ ጳውሎስ ባዕሉ ኣብ ምዕራፍ ሽዱሽተ ቁጽሪ ዓሰርተ ትሽዓተ ተዛሪቡ ኣሎ ምክንያቱ መንፈስ ቅዱስ ምሕደር ስለ ዝኾነ እንተይኮነ ግን ሓደ ሰብ ጸጉሩ ከምዚ ገይሩ ስለ ተቖነነ ጉዳይ ነምጽእ ሓደ ሰብ ኣደነ በብ ዓይነቱ ናይ ሰብ ጉዳይ ኣብኡ ኣይንበኣስ ብዛዕባ እቲ ውሽጢ ሰብ ዘሎ ብዛዕባ እቲ መንነት ናይ ሰብ ብዛዕባኡ እንታይ ንግበር ንገደስ ኩሉ እኮ ናትና ስታንዳርድ እዩ ሕጂ ካባይን ካባኻን መን ፅብቕ ሓቂ ዛረብ እዚኣ ካብ ክሳብ ንላዕሊ ዘረባ ኣሰይ ርኻ ንስኻ ፅብቕ ብፍላይ ንሰበይትኻ ኣንኻ ንሰበይተይኻ ፅቡቕ ዝኾነ ኮይኑ ግና መለክዒ ናይ ጽባቐስ እንታይ እዩ? ኣበይ ትልከ ብምንታይ ትልከ ከመይ ጌራ ሙሴሲ መልክዐኛ መልክዐኛ እዩ ወይ ከዓ ሙሴስ ቆንጆ እዩ ከመይ ጌርና ስንብለካና መልክዓ ርኢና ኢና ስለዚ ኣነ ማለትሲ ከምቲ ናትካ ዓይነት ስለ ዘይኮንኩ ኣነ መልክዐኛ ይኮንኩ ንስኻ ካ ዜራ መልክዐኛ ኣከ ከምኡ ድዩ እዚ ናይ ዓለም ስታንዳርድ እዩ ኦኬ እዚ ናይ ዓለም ስታንዳርድ እዩ ኣብ ቅድሚ እግዚኣብሔር ኣምላኽ ሰብ ዘበለ ኩሉ እንታይ እዩ ኣምላኽና ኣምላኽ ቫራይቲ እዩ ሞኖ- ሞኖቶኖስ ዝኾነ ነገር ኣይኣምንን እዩ እግዚኣብሔር ኣምላኽ ሓደ- ብሓደ ዓይነት ኣሰምብሊ ላይን ተሰርሐ ነገር ኣይኣምንን እዩ እግዚኣብሔር ኣምላኽ ንዓና ዘገርም ነገር ፈጢሩና ክንሪኦ ክንሕጎስ ብኡ ንሕና ከዓ ንዕኡ እንታይ ኢና እነገርም ኢና ኣምላኽ ባረኽ ስለዚ በበይንና ኢና ሳራ ጓልና ሓደ ካብ ጸገማ እንተ ነይሩ ኣነ ጽብቕቲ ኮንኩን ሕጂ ኣነ ጽብቕቲ ኮንኩን ነይሩ ጸገማ ሕጂ ብጣዕሚ ትሳቐ ነይራ ነዚ በዚ ትሳቐ ትሳቐ ናብ ሓደ መዓልቲ ካብ ኣፋ ገለ ቦጨቕ ምስ በለ እንታይ ለኣነ ኣምሶር ነጊረኩም ኣለኹ ሕጂ ክደግመልኩም እየ ስምዕዎ ነቶም ዘይነበርኩም እንታይ ኢለያ እግዚኣብሄር ንዓኺ ክሰርሓ ክከሎሲ ብጀካኸስ ካልእ ሰብስ ኣይፈጠረን ኣብ ዓለም ኣይገርመኩምን ተኣምኑ እዚ እመኑ ዲኤንኤ ዝበሃል ከልኩም ግበሩ ፊንገር ፕሪንት ዝበሃል ግበሩ ገለ ያ ኣብ ሙሉእ ዓለም ዘሎ ሰብስ ሓደ ዓይነት ዘይኮነ የመሳሰል እቲ ሓደ ቀይሕ ብል እቲ ሓደ ፀልም ብል ሓንሕና ሓርፉ ንብሎ እቲ ሓደ ገለ ንብሎ ነናትና ክሰ ምፀሎ እዚ ዲስክሪሚኔሽን ኣብ ዓለም ዝመፀ እዩ ብኢየሱስ ክርስቶስ ግን ይነቐል ሰብ ዘበለ ኩሉ እንታይ እዩ ክቡር እዩ ከዓዮ ኣምላክ ባራ ክቡር እዩ ድሓር እግዚኣብሔር ሲ ኣርቲስት እዩ ኢለያ ኣርቲስት ስለ ዝኾነ ነቲ ኣርት ስራሕ ናቱ ማንም ሰብ ኣየማኽሮን እዩ ከምቲ ንሱ ዝደለዮ ገይሩ ኣርት ይሰርሕ ኢለያ ድሓር ንዑ ከዓ ኣይደግሞን እግዚኣብሔር ከዓ ዝደግም ኣምላኽ ኣይኮነን ንኹሉ በቢ ንገብሮ ደሓር ጽብቕቲ ምዃና ነጊረያ ካብ ኩሉ ከኣ ንእሽተይ እንተዝኸውን ኣነ ማእ መሰታ እንተዝኸውን ከኣ ንሃ ተማዊተ ከኣ ምወሰድኩዋ ኢለሲ ኢለያ ኖ ያዕ ኢልሃኒ በቲ ዓይነይ ገይራ ንርእሳ ኣይትርኣዮ በቶም ካልኦት ዝርእይዎ ዝፈረድዋ እያ ትርኢ ዘላ ዘርኢ ዘላ ድሓር እያ ትዘንረደን ከም ዝብሉኒ ነይሮም ከም ዝብሉኒ ነበር ባርያ ብሉኒ ከም ዝብሉኒ ከም ዝብሉኒ ብዙሕ ዝለን ትነግረ ድሓር ሕጂ ቅረባ ግዜ ትረለን ዘላ ሕጂ እንዳውፀቱ ትኸይድ ዘላ ብስም ኢየሱስ ክርስቶስ እቲ ኣብ ጎንኻ ዘሎ ብሩኽ እዩ እቲ ኣብ ጎንኻ ዘላ ብርክቲ እያ በቲ ናይ ምድሪ ነገር ናይ ግዜኡ ነገር ኣይትረኣየ ዘለኣለም ጠምት ነቲ ሰብ ክትሪኦ ከለኻ ዘለኣለም እንዳረኣኻ ስለዚ ነዛ ማሕበር ኣምላኽ ክትሪኣ ከለኻ እንታይ እንታይካ እንዳገበርካ ትሪኣ ነዛ ማሕበር ኣምላኽ ክትሪኣ ከለኻ ዘለኣለም እንዳረኣኻ እቲ ንግዚኡ ዝሓልፍ ነገር እቲ ንግዚኡ ዘበኣሲ ነገር እንታይ ግበሮ ምስለኩም ግዚኡ እዩ ንግዚኡ እዩ ኣይነብርን ምሳኻ ኣይነብርን እዩ ክንደይ እንዲሎም ኣሕዋትና ንፈልጦም ምሽ የለውን እንዳደለናዮም ከ ኣብ ማእኸልና ዝነበሩ ብዙሓት ነሮም ሓቀ ዶ የለውን ዝሓለፈ ሰሙን ከማን ኣፋኒና ሓቀ እንዴ እንፈትዋ ሓፍቲ ኣፋኒና እዚ ኣሕዋተ ኣገዳሲ ዝኾነ ነገር እዩሞ ንበርትዓሉ ስለዚ ዝበልክዎ እንታይ ኣይት ኣይትረስዑ ከመይ ከም ንሃንጽ ኣብ ቤት እግዚኣብሔር ኣምላኽ ኣይንረስዕ ማሕበር ህያው ኣምላኽ ቅድስት እያ ስለዚ ንማሕበር ሓ- ህያው ኣምላኽ ካነ ከዓ ንምህናፃ እንታይ ንግበር ንረባረብ ንማሕበር ኣያው ኣምላኽ እንተማሰንካያ እግዚኣብሔር ተገብረካዩ ከማሰነካ እዩ ስለዚ እግዚኣብሄር ከማስነካ ከኣ ኣይትድለ ምክንያቱ ናይ እግዚኣብሄር ንእግዚኣብሄር ድስትሮይ ገብረካ ክሳዕ መዓስ እዩ ንዘለኣለም ስለ ዝኾነ እዩ እግዚኣብሄር ዘማስነካ ንዘለኣለም ስለ ዝኾነ እዩ we have to be careful እግዚኣብሄር ትዕግስተኛ ኣምላኽ ስለ ዝኾነ ኣይንንዓቆ ረዶ ሓንቲ ቫይረስ መፅያ እያ ፈላልያትና ዘላ ሕጂ ኣከዶ ሓንቲ ቫይረስ መፅያ ንኩላህና እንተጌራና ፈለልያትና ያ ኣብ ገዛና ተዓፂና ማስክ ዝብሃል ዘይንፈልጥ ነበርና ሕጂ ሰዓል ሕሙካ ፈሪሕካ ሎሚ ክልተ ማስክ ጌርና ንኸይድ ኣለና ምእንታ ንዓኹም ገለ ከነምጻልኩም ማለት እዩ ኣሕዋተየ እግዚኣብሔር ዝሃበና ዕድል ዓብዪ እሞ ንጠቐመሉ ጎይታ ኣምላኽና ስለ ዝነበረና ግዜ ነመስግነካ ኣለና ገለ እግዚኣብሔር ኣምላኽ ኣብ ህይወትና ነገር ገለ ነገር ተሎ ኮይኑስ ንስኻ ርዳእና ብኢየሱስ ክርስቶስ ተንቆንቁሱ ይውፃእ ንስኻ እግዚኣብሔር ኣምላኽኻ እሞ ደግፈና ብምስትውዓል ክንኣቱ ክንወጽእ ከኣ እግዚኣብሔር ኣምላኽ ይምርሓና። እግዚኣብሔር ኣምላኸይ ምኽርኻ ጥበብካ እቲ ናትካ ዘለኣለማዊ ሓሳባትካ ካባና ኣይፈለ። እግዚኣብሔር ኣምላኸይ ህዝብኻ ቅዱስ ብሩኽ እዩሞ ቅዱሳን ንኹን። እግዚኣብሔር ኣቦይ ኣብ ማእኸልና ንየሱስ ክርስቶስ ዘይፈልጥ የሱስ ክርስቶስ ዘይተረድኦ ሰብ ከይሕሉ ይጽልይ ኣለኹ። እግዚኣብሔር ኣምላኸይ ሎሚ ንስኻ ፍትሒ ክትገብር ኣብ ውሽጡ መንፈስካ ክትልእኽ እሞ ክተነቓንቖ ኣብ ውሽጣ እግዚኣብሔር ኣምላክ መንፈስ ክኣትሎ እሞ ክተነቃንቃ ብስም እየሱስ ክርስቶስ ቃልካ ህያው ስለ ዝኮነ ንቃልካ ክትብህጎ ከብህጎ እግዚኣብሔር ኣምላክ ይጽሊ ኣለኩ ኣምላክ ስለ ዝነበርና ግዜ ተባረክ ክብሪ ኩሉ ንዓካ ይኩን ብስም እየሱስ ክርስቶስ ኣሜን።